ሃይ ደቂ ነጋውስ ከመይ ኣለኹም? ኣነ ብጣዕሚ ፅቡቅ ኣለኹ ንስኻትኩም ከ ፅቡቅ ክትህልው በዓልቲ ምሉእ ተስፋ እየ። ሕጂ ከዓ ናይ ቀዳመይቲ ኣተዓባብያ ቆልዑት ኢለ ኣውፅኤ ነይረ ግን ሓቲተናኒ እንደገና ዝያዳ ተዛረቢ ኢለናኒ ዝያዳ ብቲ ናይ ኣብቲ ናይ ሕግታት ገለ እየ ተዛሪበ መስለኒ ሰባት ፈትዮንኦ ካልኣይ ስለ ዝበላና ከዓ ንእሽተይ ክውስኽ ግን ኣተዓባብያ እዚ ንዓይ ዝመስለኒ ዝተጠቀምኩሉ ዝሰማዕክዎ ወይ ከዓ ክንዓቢ ዝተ ድበሃሎ ነበርኩ ሓዋዊሰ ምስ ተመሃርኩሉ ገይረ ሓዋዊሰ ምፅየ ኣለኹ ግን እዚ እሱ ማለት ኣይኮነን ምክንያቱ ዲፈረንት ኣደ ዲፈረንት ቆልዑት ተፈላለዩ ቆልዑት ተፈላለዩ ኣዴታት ስለ ዘለዋ ኣብ ዓለም ዝተፈላለዩ ድሌታት ናይቶም ቆልዑት ድሌት ዝተፈላለየ ግን ብመጠኑ እዚ ማስሎ ኣብርሃም ማስሎ እዚ ሃይራኪ ኦፍ ኒድ ዝብልዎ ማስሎ ኣብርሃም ማስሎ እሱ ሽሙ እዩ ሃይራኪ ኦፍ ኒድ እቲ ደረጃታት እዚ ሕጂ እዚ ኣሰራርሓ እዚ ከምዚ ናይ ሃይራኪ ፈሊጥኩም ኣለኹም እንታይ መን ብላዕሊ ኾን መን እዩ ታሕቲ ዝኾን ሰሪሐ ነይረ ከምኡ እዮም ዝሰርሕዎ እንታይ የድልዮ ነቲ ቆልዓ ሰሪሕዎ እዩ ስሩሕ እዩ ኣብ ዓለም ከዓኒ ዝኾነ ቆልዓ ኣብ ዓለም ሓቂ ኣለዎ እዛ መሬት ስለ ዝኾነት ትህቦ ምግቢ ዋላ ሓደ ሰብ ካብ ሓደ ንሓደ ዝልዕል የለን ካብቲ ናይ ብሓቂ ይፈልጥዎ እዮም That's why ነዚ ዓይነት እዚ ኣውሒሶምሉ ቆልዓ ክበልዕ ኣለዎ ክሟሙቕ ኣለዎ ክኽደን ኣለዎ ክበ ዋላ እዚ ሕዐ ድሕግዙ ቆልዑት ኣብ ምዕባይ ገለ መልክታት ናይ ግድን እዩ ምክንያቱ እዛ መሬት ኦኬ ንዓና ዝሃበትና እዛ መሬት ናይ ዋላ ሓደ ኣይኾነትን ናይ ዋላ ሓደ ንጉስ ናይ ዋላ ሓደ ሓያል ናይ ዋላ ሓደ ኣይኮነትን ኦኬ እንታይ የምፅዎ ምስ ተዓባብያ ቆልዓ ምክንያቱ ካብዛ መሬት ድወፀ ይበልዕ ካብኡ ይኽደን ካብኡ ይመሃር ካብኡ ብኩሉ ነገር ካብ መሬት ስለ ዝኾነ ካብ ካልእ ዓለም ዝመጸ የለን ናይዛ ሜሬት እዩ ዳስዋይ ኣደ ሜሬት ብኣደ ብኪዳነ ምህረት ብማርያም ብጽዮን ብትምሰል ብወርሒ ምክንያቱ ኩሉ ነገር ንሳ ስለ ትህበና ስለዚ ወላ ሓደ ሰብ ሓቂ የብሉን ወዲ መን ማዕረ ኢኻ ግን ብሴፍ ብምቅታል ብገለ መልክታት ግን ሓደ ሓደ ሰባት ላዕሊ ኮይኖም ነቲ ታሕቲ ዘሎ ሰብ ይጸቕጦ እንተደሉ እዛ መሬት ንኹልና ማዕረ እያ መመሬት ላለና ሓሪስና ክንበልዕ ንኽእል ስለዚ እዚ ስለ ዘሎ ኦኬ ስለ ዝፈልጥዎ ከዓ ንምንታይ እቲ ሰብ ካበይ ናበይ በፂሑ ኣሎ እንታይ ሓቅታቱ ተወሲድሉ ኣሎ ስለ ዝፈልጥዎ ንሳቶም ከዓኒ ሕጊ ኣውፅኦም ኦኬ ቆልዓ ነጊረኩም እታ ናይ ቀዳመይቲ ቪድዮ ኣብኡ ረኣዩ ሕግታት ኣሎ ቆልዓ እንታይ ክስእን ከም ዘይብሉ ስድራ ቤቱ ድሕን ክገብርሉ ኣይከኣሉን እታ መንግስቲ ትገብረሉ ነቶም ድዛኻታት ማለት እዩ ነቶም ታሕተ ናብራ ወይ ቶም ብዙሕ ገንዘብ ዘየእትዉ ዋላ ዝነውሐ ሰዓታት ትስርሑ ዋላ ፈላጣት ትኾኑ ኩሉ ፈላጥ ኩሉ ዝነውሐ ሰዓት ገንዘብ ኩሉ ፅቡቅ ይረክብ ማለት ኣይኮነን ገለገለ ሰባት ደይፈላጣት ብዙሕ ሰዓታት ዘይሰርሐኩም ብዙሕ ገንዘባት ኣለዎም ብብዙሕ ምክንያታት ብዝኾነ ሕጂ ንምንታይ ዝዛረባ ዝዛረበ ዘለኹ ኣብ ዓለም ቆልዓ ሓቂ ኣለዎ ምስ ኣብ ዝኾነ ይወለድ ሓቂ ኣለዎ እቲ ሓቅታት ከዓ ክወሓሰሉ ክኽእል ኣለዎ ኣብ ርእሲ ከዓ ንእሽተይ ኣነ ዝፈልጦ ግን እዚ ናይ ሃይራኪ ኮሚ እንታይ ይብል ኣብኡ ከሎ ንሕና ኣብዚ ዓለም ንመጽእ ኤኒወይ እቲ ናይ ብሓቂ ምምጻእና ክንዋጋእ ወይ ከዓ ንሓደ ሰባት ሳፖርት ክንገብር ዋላ ንስድራ ቤትና ነገር ኣይኮነን ንሕና በዛ መሬት ዝሃበትና ደፍረየቶ ብሊዕና ኦኬ እቲ ሓይልና ተጠቂምና ኣብ ድደለናዮ ኣብቲ ነድምዓሉ ተጠቂምና ሳልሳይ ዓይንና ንምክፋት እቲ ሰልፍ ኣክስዋላይዜሽን ዝበሃል እዩ ኦኬ ኣባና ብጣዕሚ ኮመን ፍሉጥ እዩ ነይሩ ሕጂ ግን ኣባና እንዳጠፈ ኣብዚኦም ኤሮጳ እንዳተፈለጠ ብዝያዳ መፀ ኣሎ ብዝኾነ ሕጂ እንታይ እዩ ድብል ንሱ መጀመርታ ቆልዓሲ ኦኬ እንታይ ክህልዎ ይብሉ ፊዚክ ሳይኮሎጂካል ኦኬ ሓንጎሉ ቁሱን ክኸውን ውሑስ መሬት ክፍጠረሉ ክኽእል ኣለዎ ኦኬ ይብል ኦኬ እቲ ኣብ ልዕሊ ኢለ ከዓ ሴፍቲ ውሕስነት ክስምዖ ኣሎ እዚ ኣበይ ኣሎ ኣብ ኩሉ ዓለም ክህሉ ዝግብኦ እዩ ሕጂ ኣነፃፅሩ እቲ ሰብ ኣብ ዓለም ከመይ ከም ዝነብር ሴፍቲ ውሕስነት ሴፍቲ ማለት ውግእ ደይብሉ ቁሩ ደይብሉ ምግቢ ስኢነ ኢልካ ዝጭነቀሉ ዘይብሉ እዚኦም ኩላቶም ዘይብሉ ሴፍቲ ጽቡቕ ርእእ ውሕስነት ዘለዎ ስምዒታት ከጥሪ ኣለዎ እቲ ቆልዓ እዚ ናይ ግድን ይግብኦ እዩ እዮም ዝብሉ ኦኬ ላብን ብሎንጊን ኣደ ክትህልዎ ጽቡቕ እዩ ኦኬ ዓዲ ክህልዎ ፅቡቅ እዩ ብሎንጊን ፋሚሊ ክህልዎ ኣፍቃሪ ክህልዎ ካብ ቆልዓ ስጋብ ዓብዪ እዚ ስኪዝሚ ብሎንጊን ዝብሎ ኣነስ ናይ እዚኣቶም እየ ክትብል ክብል ክኽእል ኣለዎ እዚ ዓይነት ስምዒታት ክህልዎ ክኽእል ኣሎ እዚ ድሕን ደይብሉ ብሎንጊን ብሎንጊን ድሕን ኢልካ ከም ዝጠፍእካ ምሽ ቆፅሊ ኣሎ ገረብ ኦኬ እቲ ቆፅሊ ድሕን ተቐንጢቡ ካብታ ገረብ እታ ገረብ ኣላ እቲ ቆፅሊ ተቐንጢቡ ድሕን ተደርቢ በይኑ ህይወት የብሉን ኦኬ መብዛሕትኡ ሰባት ኣብ ብዙሕ ሕማቕ ቦታታት ዝበፅሑ ኣነስ ናይ እዚኣቶም እየ ስለ ስምዒታት ደይብሉ ኦኬ እቲ ቆልዓ ከዓ ኣነ ናይዚኦም ገዛ እየ ኣነ ናይዚኦም ዓዲ እየ ኣነ ናይዚኦም ኣውራጃ ናይዚኦም ሃይማኖት ዋት ኤቨር ድብሎ ደኩርዖ ነገር ክህልዎ ክኽእል ኣሎ እዚ ከዓኒ ወለዲኦም ደውሕስሉ ኦኬ ሰልፍ ስቲም ሰልፍ ስቲም ከዓኒ ርእሰ ተኣማምን እዚ ምስ ዘለካ ርእሰ ተኣማምነት እዚ ድሕና ኣጥፊኦምልካ ርእሰ ተኣማምነት የብልካ ንምንታይ እዮም ኣብ ከብዶም ምሕሳብ ጥራሕ ዘውዕልዎም ርእሰ ተኣማምነት ርእሰ ተኣማመን ድሕን ዘይብሎም ከዓኒ እቲ ፈጣሪ ዝሃቦም ፅድቂ ሰልፍ ኣክስዋላይዜሽን ኣይበፅሑን እዮም ኦኬ ወይ ከዓኒ ሙሉኣት ሰባት ኮይኖም ወፂኦም ከኣቱ ኣይኮኑ እዮም ኩሉ ግዜ ኣብ ጥርጥርን ኣብ ሕማቅ ነጋቲቭ ቶትስ እንይነብሩ ማለት እዩ ምስ ናይ ቆልዓ ሲ እንታይ ደኣ ኣእትይዎ ምክንያቱ ኣብዚ ዓዲ ኣብዚ ዓለም ቆልዓ ድመጽእ ክዓቢ እዚታት ከኣኒ የድልዮ እዩ እዚ ገይሩ ሓሊፉ እዩ ሙሉእ ሰብ ኮይኑ ዳሕራይ ተደልዩ ኣብ ካልእ ዓለም ይኸይድ ኣብ ካልእ ስፔስ ድሕን እዚ ኣይተውሓሰሉን ኣብዚ ተማራኺሱ ወሬቨር ተጋጊዩ ከዓ እንደገና ምለስ ሓደ ኢሉ ከዓኒ ቅድሚ ሕጂ ነጊሮኩም እየ ኣብዚ ክንመላለስ ኣለና ስጋዕ ንፀድቕ ምስ ፀዳእና ግን ኬፍ ተሂቡና ከንዕሪ ተዘይኮይኑ ኣብ ካልእ ኢና ንመሃር ኣብ ካልእ ንኸይድ ማለት እዩ ብስጋ ኣብዚ ብካልእ ሸውዓተ እንታይ ይበሃል ኣለና ናይ ስጋ እያ እዚኣ መሬት ኦኬ ናይ ስጋ ምስ ወዳእና እቲ ስጋና ድታችድ ምስኮን ምስ ኩሉ ነገር ንዓግብ ድታችድ ንኸውን ንኸይድ ካብ ውግእ ንዓግብ ካብ ሰላም ንዓግብ ካብ ኩሉ ነገራት ንዓካም ኣቕሑት ገለመልታት ኣጨርቂ መርቅታት ማተርያል ኦኬ ካብ መተርያል ወርልድ ኒዕቢና ንክንከይድ እዚ ክገብር እዚ ክርከብ እቲ ቆልዓ ውሕስ ክረክብ ክኽእል ኣሎ እዚ ውሕስነት እዚ ተዳለወሉ ማለት እዩ ኦኬ ሕጂ ኣነ እንታይ ኢለ ከዓኒ ንእሽተይ ከዓኒ ወሳሲኸሉ ኣለኹ ግን እዚ እቲ ቀንዲ ማለት እዩ ኦኬ ክወሓሰሉ ክኽእል ኣለዎ ኦኬ ማእታን ብስነ ስርዓት ዲቨሎፕ ክገብር መሓዙት ክገብር ኣለዎ ኣነ ናይዚኦም እየ ክብል ኣለዎ ርእሰ ተኣማንነት ከልወይ ብቆልዓኻ ድሕን ኮስኪስካዮ ዳሕራይ ምስ ዓበየ ሽግር የለን እንታይ ይብሉ ብሓወዲ ሓሙሽተ ዓመት ሃበኒ እሞ ሰብኣይ ገይረ ክህበካ ዝብል ነገር ኣሎ ኦኬ እተን መጀመርታ ካብ ዜሮ ስጋዕ ሓሙሽተ ብጣዕሚ ብጣዕሚ ብጣዕሚ ኣገዳሲ እዩ ነቲ ቆልዓ ክትር ክትሪኦ ክትክእል ኣለካ ስጋብ ሓሙሽተ ዓመት ዳርጋ ናብ ወዲ ዝቐርብ ኦኬ ክዛረብ ዝኽእል ብነብሱ ክዛረብ ክእል እንታይ ረኺብዎ ክዛረብ ይኽእል ዋላስ እታ ጓል ከማነ እንታይ ረኺብዎ ክትዛረብ ትኽእል ንኩሎም እቶም ቆልዑት ማለት እዩ ኦኬ ስጋብ ሓሙሽተ ዝበፅሑ ሓሙሽተ ንኣሽቱ እዮም ቆልዑት እዮም ክትገድፎም የብልካን ካብ ሓሙሽተ ኣትሊስት ስጋብ ሓሙሽተ ግን ኦሬዲ ሲ እቲ ዝተኸልካዮ ሲ ፅቡቅ ጌርካስ ጠጦ ኣቅኒዕካዮ ኣለካ ጎቦ ገለመልታት ኣይከውንን እዩ በቲ ናትካ ድመስለካ እቲ ተኽሊ ተኺልካዮ ኣለካ እቲ ቆልዓ ማለት እዩ ጠዋይ ድሕን ኮይኑ እቲ ቆልዓ ኣተዓባቢኡ ንእሽተይ ከሎ ጠዋይ ኮይኑ እዩ ዝዓቢ ዚስ ኢስ ሪል ድሕን ፀቦ ጌርካ ተኽልካዮ ግን ስጋብ ናይ መጨረሽታ ከመይ ምክንያቱ ኣብ ንእስነትካ ከንብቦ እየ እሞ ምክንያቱ ኣብ ንእሽነት ንእስ- ንእስነት እቲ ቆልዓ እቲ ብራንች ናይ ሓንጎሉ እቲ ጨንፈር ከም ናይ ገረብ እቲ ጨንፈር ናይ ሓንጎሉ ኦኬ ካብዚኦም ቅድሚ ሕጂ ሰሪሐዮ ኣለኹ ኣነ ኦኬ ኣብቲ ናይ ቀደም ኣብቲ ናይ ቀደም ሰሪሐዮ ኣለኹ ኦኬ እ፣ ሽሙ ኣይዝከረን ግን ካብ- ናይ ቆልዑት ኢለሲ ካብ ካብ ዜሮ ስጋብ ሓደ ስጋብ ዓሰርተ ሸሞንተ ዕድመ ሰሪሐ ኣለኹ። ኦኬ ከም ናይ ሕጂ ንጹር ኣይኮነን ናይ ቀደም ቴክኖሎጂ ንእሽተይ ክሳይ ይኸውን እዩ ሃውኤቨር ግን ጽቡቕ እዩ ነቲ ክፈልጥ ዝደሊ ጽቡቕ እዩ ልኣምን ኤኒወይ ሕጂ እቲ ተፈቐረ ቆልዓ ተሳራሰረ ቆልዓ ኣብኡ ሰሪሐዮ ኣለኹ ኣለዎ ዲቨሎፕ ዝገብሮ ዘጥርዮም ነገራት ኣሎ ውሽጡ እቶም ደጥርዮም ነገራት ህይወቱ ስጋዕ ድመውት የናብርዎ እዚ ብራንች ናይ ሓንጎልና ዝጠበቡ ቆልዓን ዘይጠበቡ ቆልዓን ከማን ይፈላለ እዩ ተሳራሰረ ቆልዓን ዘይተሳራሰረ ዓይኑ እንዳረኣኻ እፈትወካ እዩ ወዲ ንጉስ ደቂ ነጋ ወዲ ንጉስ ኢካ ምስርሳር ትፈልጥኹም ኣብ ዓድና ሳራስ ኣታ ወዲ ክስቶ እዛ ወዲ ክስቶ እንዳበለ ሳራስ ርኦም በቲ የጉስዕለን በቲ ከዓኒ ሰልሃ ይኸዳ እቶም ቆልዑት ከዓኒ ትራንስፈር ይገብራሎም እቲ ፍናን ኦኬ ትፈልጡ ኢኹም እተን ዘይትፈልጣ ከዓ ሕጂ ፍለጣ ማለት እዩ እቶም ዘይትፈልጡ ሕጂ ፍለጡ ባ- ተሰራሲርና ዓቢና መብዛሕትኡ ኤርትራዊ ተሰራሲሩ ይዓብዩ ኣዴኻ ተደይሰራሰረትካ ዓባይካ ተሰራስረካ ዓባይካ ተደይሰራሰረትካ እ፣ ጎረቤትካ ተሰራስረካ ትሰራሰ ቆልዓ ሰራሰር ፈቅ- ፈቃር ፈቃር ገይሮም እዮም ደዕብይዎም ም ሕጂ ኣነ በዚ ተዛሪበ ነይረ ብዝኾነ ናብ ናትና ክንምለስ ሕጂ እቲ ቆልዓሲ ውልድ ክብል ከሎ ዓይኑ እንዳረኣኻ ክትነግሮ ክትክእል ኣለካ ክንዲምንታይ ተፍቅሮ ዓይኑ እንዳረኣኻ እቲ ቆልዓ ክንዲምንታይ ተፍቅራ ክረአ ኣለዎ ኣብ ናይ ሃይማኖት ምስልምና ከማኒ ውልድ ክብሉ ከሎ ኣለሁ ኣክበር ይብሉሎም እዮም ኣብ እዝኖ ብዝኾነ ፍቅሪ ፍቅሪ ስኽዑሎም ፍቅሪ ፍቅሪ ፍቅሪ ፍቅሪ ፈቃራት ኮይኖም ሕጉሳት ኮይኖም ይነብሩ ድመፀ ተመፀ ብዝኾነ መጀመርያ ቆልዓ ፍቕሪ የድልዮ ከምዛ ዝበልኩኹም እያ እዚኣ ሓንጎሉ ክምዕብል ሓንጎሉ ክምዕብል ፍቕሪ የድልዮ ፍቕሪ ጥራሕ ዘይኮነ ካ ደቂ ነጋስ ድቃስ የድልዮ ምግቢ የድልዮ ኤክሰርሳይዝ እዛ ምስርሳር ዝበልኩኹም ካብ ቆልዓ ስጋዕ ዝዓብዩ ኦኬ ምር- ምርካብ ምስ ምስ መሓዙቶም ምስ መሓዙት ከተረኽቦም ክትክእል ኣለካ ኦ ዋላ ካብ ቆልዑቶም ኣለዉ እባ ንዓይ ድመስሉ ምሳይ ድመሳሰሉ ፅቡቅ ገይሮም እዮም ዝረዳድኡ ይፈልጡ እዮም ብዙሕ ነገር እዮም ዝፈልጡ ቆልዓ ኣይፈልጥን እዩ ከይበሃል ሒዞሞ ድመፁ ፓኬጅ ኣሎ ድሕ- ብሓ- ሓሙሽተ ምስ ኮኑ ግን እቲ ናይ ቀደም ዝነበርዎ ይርስዕዎ ናይዚ ሓድሽ ዓለም ይቅፅሉ ኣዘርዋይስ ይፈልጡ እዮም ስለዚ ፅን ክትብሎም ከለካ ብናእሽቶም ከማን ብዙሕ ነገራት እዮም ዝዛረቡ ሓሶት ኣይኮነን ናይ ብሓቂ እዮም ዝዛረቡ ብድኾነ እቲ ኤክሰርሳይዝ ከዓኒ ቆልዑት ከለዉ ይድልድል እንታይ ይበሃሎም ጭዋዳታቶም ይድልድል ምስ ዓበዩ ከዓኒ ካብ ፀቕጢ ናይ ርእሲ ሜንታል ሄልት ካብ ፀቕጢ ናይ ርእሲ ይድሕኑ ኦኬ እዚኦም ኩሎም ኤሮጳ ንደቆም ኣብ ጂምናስቲክ ኣብ ኤክሰርሳይዝ ዘእትዎም ገንዘብ በዚሕዎም ወይ ከዓ ቅርፂ ደቆም ክዕረ ማለት ኣይኮነን ሓንጎል ደቆም ክዕረ ኦኬ ምክንያቱ ድሕን እቲ ኮፍ ኢሎም ዋላ ሓንቲ ኣይገብሩም እቲ ኤነርጂ ኮፍ ምስ በለ ምስቲ ብልዒ ኮፍ ምስ በሉ ሽዑ ኣየፍርዩን ኣየፍርዩን ስምዖም ሽዑ ጭንቀታት ይፍጠር ሶል ኣለና ክመሃር ዝመፀ ብዛ ዓለም ስጋ ለቢሱ ኦኬ ድሕን ሒዝካዮ ትራብ ጌርካ ወይ ኣየባኣስካዮ ወይ ኣየፈቐርካዮ ወይ ኣየርኣኻዮ ወይ ገለ ብጣዕሚ ኩሉ ነገር ክገብር ክንክእል ኣለና ኣነ ንእሽተይ ከይደፋእኩም ባ ኩሉ ነገር ጌጋ ዝበሃል ነገር የለን ክፍተን ስለ ዝመፀት ሶል ክፍተን ክኸል ኣለዎ ደቅና ከዓስ ስለዚ እ፣ ደቅና ክፍተኑ ከለዎ ከማ ንሕና ክንተሓጋገዞም ብዙሕ የብልናን ክንገድፎም ክንሪኦም ኣለና ብማዕዶ ግን ክንሪኦም ኣለና ኣብ ሓደጋ ከይኣትዉ ምክንያቱ ናታቶም ተመኩሮ ስለ ዝኾነ ዘናብሮም ኦኬ የድልዮም ሓንጎልና ከም ገረብ ከምዚ ክብለኩም ዝፀናሕኩ እዩ ወይ ከዓ ኦም ኣብ ቁልዕነቶም ጎላዕላዕ ተዘይ ተዘይ ተይሉ ተይሉ ስጋብ ዝኣርጉ ስጋብ ንኣርጉ ዝኣርጉ ማለት እዩ ኣብኡ ኣብኡ ካብኡ ንጥቀም ሕጂ ንኣብነት ሓደ ቆልዓ ኦኬ ድሕን ፅቡቅ ጌርካ ኣዕቢኻዮ ብንእሽቶ ኣሳረሲርካዮ ፀብኡ ኣብ ሰዓቱ ሂብካዮ ድቃሱ ታይሚን እቲ ግዜ ከዓኒ ኣብታ ግዜኡ ክትህቦ ክትሪኦ ከዓኒ ስጋዕ ዝዓብዩ ብጣዕሚ ፅብቕቲ እያ ሰኪር ኣታችመንት ይህልወኩም ድሕን ደሊኹም ናይ ቆልዑት ብዛዕባ ኣታችመንት ኣፅንዑ ናይ ቦልቢ ኦኬ ናይ ቦልቢ ኣታችመንት ኣፅንዑ ኣንብቡ ንሽቲ ኣርቲካል ወላ ሓንቲ ንሽቲ ኣርቲካል ተንብቡ ገምጢልኩም ናብ ገለ ድዩ ናብ ገለ ተንብቡ ትኽእሉ ኢኹም በብዓይነት ኣታችመንት ኣሎ ግን ነቲ ቆልዓ ኩሉ ግዜ ድሕን ምስኡ ኣለኻ ሰኪር ኣታችመንት ዕድሚኡ ሙሉእ ዋላ ዳሕራይ ዝኾነ ይኹን ስቲል እቲ ቦንዲን ኣሎ ሽዑ ምስ ሰብ ካልእ ቦንዲ ክገብር ክቀርብ ምስ ሰብ ቀረባ ከውን ድሕን ብጽቡቅ ደይ ዓበየ እቲ ቆልዓ ድሕን ብብዙሕ ነገራት ሓሊፉ ግን ሂወቱ ምሉእ ከምኡ ኮይኑ እዩ ዝነብር ስለዚ እተን ደለዋ ዕድመ ነቲ ቆልዓ ብስነ ስርዓት ክወሃብ ክኸል ኣለዎ ይብል ደቂ ነጋውስ ይፈትወኩም እየ ይፈትወኩም እየ ይፈትወኩም እየ ከዓ ኦኬ ምግቢ ዓቢ ተራ ኣለዎ ኦኬ ምሉኣ ምሉእ ጥዕና ክህልወና እቲ ቆልዓ ነቲ ክሩ- ክሮሞዞን ኦኬ ክሮሞዞን ድልዱል ድልዱላትን ነዋሕትን ንክነውሕ ነቶም ክሮሞዛማት ክነውሑ ድልዱላት ክኾኑ ይሕግዘና ኣብ በዓል ኤሮፓ ከክንዲ ገለ ኮነ ገጀፍቲ ምክንያቱ እቲ ምግቢ እቲ ምግቢ ታራ ዓቢ ታራ ኣለዎ ኣባና ንምንታይ ምክንያቱ ብዙሕ ከምቲ ዝግብኣና ምግቢ ስለ ዘይንበልዕ ከምቲ ንህልኾ ኣይንበልዕን ኢና Anyway ብዙሕ ተለይ ምብላዕና ጽቡቅ ብሕልፊ ብሕልፊ ሓንሳብ ሓንሳብ ጠሚኻ ምሕዳር ጽቡቅ እዩ ነቲ መዓናጡኻ ይሕግዝ እዩ ግን ቆልዓ ኮይኑ ግን ዝተማጣጠኒ ምግቢ ክበላዕ ኣለዎ ከንቀሳቀስ ከዓ ክኽእል ኣለዎ እቲ ነብሱ ብስነ ስርዓት ክህነጽ ማለት እዩ ምክንያቱ ብዙሕ ነገራት ይደቕሰና እንዲ ግን ከይተደቐሱ ከለዉ ቀልጢፍና ኣብ ፅቡቕ ኩነታት ከነብፅሑም ክንክእል ኣለና መጀመርታ ሽዑ ኣብቲ ዝነበሩ ወይም ኩሉ ግዜ ዝምለሱ ዋት ኤቨር ሃፐን ኣብቲ ዝነበርዎ ምለሱ ኦኬ ምግቢ ዓቢ ታራ ከም ዘለዎ ድቃስ ዓቢ ታራ ኣለዎ ፍቕሪ ዓቢ ታራ ኣለዎ እህል ምህል ምስ ቆልዓኻ ዓቢ ታራ ኣለዎ ቆልዓ ክረአ ክኽእል ኣለዎ ኦኬ ሕጂ እዚ ዝብለኩም ዘለኹ ብዙሕ ነገራት ኣይኮኑን ኣቦን ኣደን ከውሕስሎም ዘለዎም ንቆልዑት እዩ ምክንያቱ ብዝያዳ ንገራ ንገርና ስለ ዝበልክናኒ እታ ነቲኣ መጀመርታ ሓሙሽተ ዓመት ወይ ከዓ ስጋብ ዓሰርተ ዓመት ኢንቨስትመንት ትገብሮ ከም ኣብ ባንኪ ሰልዲ ምእታው እዩ ኦኬ እቶም ቆልዑት ምሉኣት ጽቡቓት ንፉዓት ፈቃራት ዝኾነ ተመፀ ግን ስቲል ከማን ፈቃራት ይኾኑ እዚኣ ከተውሕሳሎም ከተውሕሱሎም ኣነ ዝያዳ ነተን ደቂ ኣንስትዮ ይዛረብ ኣለኹ ምክንያቱ ኤንዮ ቆልዓ ነዲ ትዘረበ ብዝኾነ ግን ኣቦ ዓቢ ተራ ኣለዎ ምክንያቱ ናይ ኣደ ተራ በይኑ እዩ ናይ ኣቦ ተራ በይኑ እዩ ስፔሻሊ ኣቦ ከዓኒ ፅቡቅ ድሕን ተፃዊቱ ኣብቲ ናይቲ ሂወት ናይቲ ቆልዓ ኮንፊደንት ርእሰ ተኣማመንነት ይህልዎ ትሕቲ ፈጣርሲ ኣቡኡም ኣዲኡን ከም ዝኾኑ ይብል ጽቡቕ ይስምዖ ኣብ ደገ ክሕወስ ከሎ መሰሕሮቱ ድዩ ዋላ ገለ ዋላ እቲያ ጓል ምስ መሓዝቷ ድያ ፔረንተይ ስድራ ቤተይ ኣለዉ እንዶ ብድሕረይ ዋት ኤቨር ሃፐን ርእሰ ተኣማመነት ይፈጥረሎም ኦኬ ስለዚ ኣገዳሲ እዩ ድሕሪ ወሊድና ኣይ ቲንክ ብስነ ስርዓት ከነዕብዮም ክንክእል ኣለና ያ ወይ ከዓ ምፅባዩ ምፅናሕ ይመስለኒ ኣነ ውሕስ ከባቢ ውሕስ ክስም ውሕስነት ክስ ውሕስ ከባቢ ውሕስነት ክስምዖም ነዞም ክስምዖም ንዕኦም ድማ ውሕስ ውሕስ ሰላማዊ እዚ እቲ ቦታ ዝነብሩሉ ኩሉ ግዜ ውሕስ ክኸውን ኣለዎ፣ ፅሩይ ክኸውን ኣለዎ፣ ማእታን ውሕስነት ክስምዖም ፅሩይ ክኾን ኣሎ ብዝካለካ መጠን ክፀሩ ኣለዎ ታይ ብስነ ስርዓት ኩሉ ነገር ብስነ ስርዓት ድሕን ጌርካሎም ካብ ስኻ ስነ ስርዓት ንሕና ማለት እዩ ኣነ ናበይ ኣበላ ናበይ ክምፆ ካብ ኣነ ከም ዝግበሩ ከም ዝግበሩ ከም ዝግበሩ ኣነ እንተ ደኣ ገይረዮም ሪኦምኒ ኦ ከምኡ እዩ እባ ዝግበር ኢሎም ዕድሜኦም ሙሉእ ከምኡ ስለ ዝገብሩ ሽዑ ክትገብር ኣለካ እቲ ዘለዎ ሰዓት ብስነ ስርዓት ክትገብረሎም ኣለካ ማለት እዩ እንተ ደኣ ተኻኢሉ ጽቡቕ እዩ። ጥዕና ዘለዎ ገዛን መዘናግዕን ክወሓሰሎም ዝከኣለካ ዝኽእል ወጻኢታት ዝካእ ብዝከኣለካ ወጻኢታት ጌርካ እቲ ገዛ ውሕስ ኮይኑ መፃወቲታት ክህልዎም ኣለዎ ምክንያቱ መፃወቲ ዝጠቅም ሓንጎልካ ስቶሚሌት ትገብሮ እዩ ሓንጎልካ የንቃሳቕሶ ከምዚ ምጽ ድሕን ምጽሓፍ ኣንቢብካ ምሽ ሓንጎልካ ይስብሓልካ ገለ ነገር ይበራብረካ ገለ ነገር ፈጣር ከምዚ ድሕን ኤክሰርሳይዝ ጎይኻ እዚ ነብስኻ ጽቡቕ ዝኸውን ከምኡ ከዓ እቶም ቆልዑት ክፃወቱ ከለዉ ሕጂ ንኣብነት ብዙሕ ኣቑሑት ገለ መልታት ምዕዳል ዘይኮነ ግን ኣብቲ ቁሑት መፃወቲ ትዕድጎ ሲ እንታይ እዮም ክመሃሩ ዳሕራይ መዓልቲ ንካልእ ሰብ ከገልግል ይኽእል ድዩ ዳሕራይ ከዓ ተሓብኦ ዶ ኦኬ ሰሙን ዶ ጻወትሉ ተሓብኦ ካልእ ትህቦም ሽዑ ዳሕራይ እቲ ዳሓባእካያ ኣውጺኻ ከኣ ትህቦም ኦኬ እቲ ከኣ ተብሎም ሽዑ ንዓታቶም ሓድሽ ሓድሽ እዮም ምክንያቱ ስለ ዝቀያየሩ ዋላ ጓለይሲ መጋዚን ተንብብ ነይራ ብቆልዓ ብጣዕሚ ብቆልዓ ከላ ሕጂ ዝሎሚ ወርሒ ኣንቢባ ትገልጸለይሲ ዳሕራይ እንደገና ሓቢኤ ኣውጽኤ ድሕን ሂበያ ከኣሲ ከም ድፍሪ ዝበለ ገራ ትገልፆ እቲ ሓንጎልሲ ዲቨሉ እቲ ኣጠማምታስ ዲቨሉ ብድሓነ ሕጂ እቲ ቁሑት ከዓኒ ከምኡ ከምኡ ጎሮ ተሓብኦ ዶ ኦኬ ቦክስ ጌርክን ብስነ ስርዓት ሲል ጌርክን ተቐምጦ ሽዑ ብካልእ ፃወቱ እቲ ካልእ ኣኪብክን ካሓቢእክን ከዓ እቲ ከዓ ተምፃሉ ንእሽተይ ንእሽተይ ካብ መምስቲ ዕድሚኦም ከዓኒ ተብልኦም ማለት እዩ ብዚ ድሕን የብልናን ገንዘብ ኣይንኽእልና ገለ መለ ደገ ኣብ ኤሮጳ ድሕን ኮይኑ ብሕልፊ ደገ ወፂኻስ ብዙሕ ዓይነት መፃወቲ ኣለዋላ ኔቸር ከማን ብዙሕ ይሕግዝ እዩ እስቶምለይ ትገብሪ ቆልዓ ድሕን ኣብ ደገ ኣብ ፓርክ ይኸይድ ኮይኑ ናይ ሕጂ ረሲዐ ኣለኹ ብዙሕ ረሲዐ ኣለኹም ናይ ሽም ምዝካር ናይ ሰባት ዓበ ክእለት ኣለዎ ይብሉ ኣነ ሕጂ ክዝክረክ እኒ ናይ መን ሪሰርች ነይሩ ግን ከምኡ ይብሉ ብዙሕ ነገራት ኣሎ ኣብቲ ደውዓልካዮም ሓደ ነገር ጥቕሚ ኣለዎ ኦኬ ከምኡ ይብል ጥዕና ዘለዎም ገዛ መዘናግዒ ኢልናያ ኢና እዚኣ ወደ ኣብዚ ማስሎ እዚ ዝበልኩኹም እዩ እዚ ማስሎ ሃይራኪ እዚ እዩ ገሊፅናዮ ኢና ዝፍለጥ ዝፍለጥ ምዕበል ምዕባሊ ኣካላት ምዕብል ኣካላት ስምዒት ምዕብል ኣካላትን ምዕብል ስምዒታትን ምክንያቱ ምግጃፍ ጥራሕ ዘይኮነ እቲ ዝስማዓካ ከማነ ምዕቡል ዝኾነ መቹር ዝኾነ ዕሽው ደይበል ኣንፃር ናይ ምዕሻው ማለት እዩ ኣደነ ጥዕና ዘለዎ እንታይ እዚ ምሕዝነት ኣተሓሳስባ ቋንቋ ስታይል ሕጂ እዚኤን ክገልፀን እዩ ኦኬ ቆልዓ ምስ ሰብ ድሕን ተሓዋዊሱ ብዙሕ ነገር እዩ ዝመሃር ለጋስ ክኸውን ደይ ለጋስ ክኸውን ተኻፊሉ ክፃወት ደይ ክፋል ክፃወት ናቱ ከመይ ከም ዝኾነ ስታይሉ ከማነ የለሊ ኦኬ ሕጂ ሓደ ሓደ ሰባት በዚ ደይ ሓለፉ ናይ ዝኾነ ሰብ ስታይል ይቀድሑ ኦኬ ምክንያቱ ናታቶም ስታይል ዲቨሎፕ ስለ ዘይገበርዎ ኦኬ ሕጂ ኩሉ ግዜ ምምስ ዝሓለፈ ዝመፀ ሰብ ኦ እዚኣ ደስ ትብለኒ ከምኣ መስሉ ስታ ካልእ ካልእ መፅ ከምኡ ከምኡ ኣሎ ምክንያቱ ኣብቲ ቁልዕነት እዝታት ድሕን ዘይኣላለይዎ ግዜ ይወስድ ይኸላለይዎ ሕጂ ኣነ ላስታይም ኢለኩም ነይረ ተጋደልትሲ ፅሩይ ሓንጎሎም ጥራሕ ዝፈልጡ ክጋደሉ ናፃ ንህዝቢ ኤርትራ ከውፁ እቲ ሓንጎል ገዛ ክራይ ክኸፍሉ እዮም ኤሌክትሪክ ክኸፍሉ እዮም ሞባይል ክኸፍሉ እዮም ገዛ ቆልዑት ገለመለ እዚ ኩሉ ሓሳብ ናይ እንታይ ባህል ይብል ፍልይ ዝበለ ክዋግኡ እዮም ነታ ውግእ ብስነ ስርዓት ክዋግእዋ እዮም ኦኬ ተመይቶም መይቶም ንህዝቢ ኤርትራ እዩ እዚ ጥራሕ እዩ ሕጂ ኣብቲ ሓንጎል ፅሬት ኣሎ ብዙሕ እንታይ ኦፍኮርስ ኣሎ ሓስቢኦም ስድራ ቤቶም ገለመለ ሰብ እንድዮም ግን ንነውሒ ሓደ ዓይነት ጥራሕ ምስ ትገብር ብዙሕ ነገራት ስቶምሌ ትምሃሮ ነገር ስኪላ ሕጂ ብዙሕ እዩ ዝጎድለካ ሕጂ ንዓታቶም ክፃወትሎም ወይ ከዓ ገለ እንዳተገበረ ኪሪስ ኮይኖም ጠሚቶም እንታይ እዩ ገለ ክብሉ ኣይኽእሉ እቲ ስኪል ስለ ዘይተምሃርዎ ኦኬ እዚ እሱ እዩ ኦኬ እቲ ስኪል ድሕን ተማሂር ድሕን ሓሊፍካ በቲ ፕሮሰስ ግን ኦኬ ዓብ ጠምሎ ኣነ ንኣብነት ክነግረኩም ኤርትራውያን ድሕን ተኣኪቦም ኦኬ ሓደ ወረ ድሕን ሰሚዖም ሕጂ ንኣብነት ሓደ ወረ ንኣብነት ኦኬ ደራፋይ መፅያ ኣላ ኣብዚ ኣብዚ ኣድራሻ ህብ ኢሉ ኣብኡ ክደርፍ እያ ድመፅእ ዘሎ ሰንበት መን ኢሉ ኣይትፈልጥን ኢኻ ግን ደራፋይ መፅእ ይበሃል ኣሎ መን ኢሉ እንድዒ ኣብቲ ግሩቦ በሃል ነይሩ ኣይተለለ ኣብዚ ዓዲ ዝዓበየ ቆልዓ ግን ዝሰምዓ እንታይ ተኸዲኒ ነይሩ ትሰብ ዝበለ እንታይ ስረ ገይሩ ነይሩ ኣማሻሽጣ ፀጉሩ ኦካሎ ደገብሪ ስትሬት ኣወይ የምፅዎ ምክንያቱ ኣብቲ ትምህርቲ ኣብቲ ስኪል ስለ ዘሎ ኣብቲ እንታይ ክሪኡ ከለዉ ንኣብነት ዝኾነ ነገር ዲስክራይብ ገብርዎ ኦኬ ከምዚ ተኸዲኒ ንሕና ከምኡ ይብልና ኦኬ እንዮ ተዓባብያና ፍልይ ዝበለ እንድዩ ሓደ ብዙሕ እምነት ነይሩ ኣባና ኩልና ሓደ ኮይኑ ዝስማዕና ብዙሕ ነገራት ኣሎ ኦኬ ብዝኾነ እዚታት በዚ ክሓልፉ እቶም ቆልዑት ዋላ ከማኒ ዲስክራይብ ክገብሩ ፅቡቅ ገይሮም ክገልፁ ንሓደ ሰብ መን እንታይ ኢሉ ኦኬ ይቀለሎም ንሕና ኣይመስለናን እዩ ግን ንዝነውሐ ዓብ ነገራት ኣሎ ሕጂ ንኣብነት ፅርግያ ድሕን ሓደ ሰብ ገለ ዋላ ገፋ ኣቢሉካ ግለፅ እዮ ተደኣ ኢሎምኒ ንዓይ ኣነ ክገልፆ ይክእልን እየ ኣብዚ ዓዲ ዝተወሊዱ ዝዓበየ ቆልዓ ግን ይገልፅዎ ብዙሕ ነገራት ኣሎ ምክንያቱ ድሕን ብኡ ፕሮሰስ ዘይሓለፍካ ድሕን ተማሂርካዮ ግን ድሕን ፈሊጥካ ተማሂርካዮ ግን እዝን እዝን እዝን እዝን ካብ ዝኸለሊ ይግባእኒ እዩ ኦኬ ካብቲ ድወዓልካዮ ሚቲ እንዲ ዋላ ገለ ካብ መን እያ ኢላ ተንበር ከምዚ ትብል ነይራ ትብል ኦኬ ኩስቶ ከምዚ ትብል ነይራ ኢልካ ሽዑ ክደግሞ ከለካ ከምዚ ተባሂሉ መን ኢልዎ ኩስቶ ኢላቶ ኣክንዲ እንድዒ ፍቲ ሚቲና ፍቲ ጉርቦ ፍቲ ተኣኪምያ ዝነበርና ነይሩ ካብ ምባል ኩስቶ ክስቶ ርኢኽያ ከምዚ ዓይነት ክዳን ተኸዲኑ ነይሩ ንሕና ግን ኣይንብልን ኢና ግን ክእለታት ክህልወካ ከምዚ ጽቡቅ ኢዩ ንማለት ኢዩ ከምኡ ኮይኑ ዝስማዓኒ እቶም ቆልዑት ከኣ ድሕን ፈሊጦም ከኣ ዝኮነ ነገር ዋላ ስእሊ ክስእሉ ድዮም ዋላ ገለመለ ድሕን ፈቲኖም ከማለይ ኤግዛክትሊ ከምቲ ዝረኣይዎ ይስእልዎ ኣብ ክንዲ ኣብኡ ከሎ ዋላ ሕጂ ኣብ ሓሳብ ከማለይ ኣብ ኣዘራርባ ከማለይ ካብኡ ሲልካ ፋሕ ዝበለ ዘረባ ትዛረብ ተን ዘድልያ ኣልዕል ኣልዕል ኣልዕል ኣቢልካ ትዛረበን እዚ ይሕግዘካ ንማለት እዩ ከምቲ ኣነ ኮይኑ ዝስማዓኒ ከምቲ ኣነ ዝፈልጦ ኦኬ እዚ ተዛራሪብና ኣለይ ናይ ኣካላት ምትራር ተዛሪብና ኢና ምሕዝነት ምሕዝነት ከዓኒ ይለቃቕሑ ኦኬ ምሕዝነት ትለቃቃሕ ኢኻ ፍልጠት ኦኬ ኣነ ድሕር መሓዛ ገይረ ኦኬ ፍልጠት እየ ክለዋወጥ ዘለኒ ኤኒወይ ኣብቶም ኣቆልዑት ንኺድ እቶም ኣቆልዑት ፍልጠት እዮም ኣፃውታ ኩሉ ነገር እዮም ዝቀያየሩ ድሕሪ ዘይተሓወስካ ኣይትፈልጥን ኢኻ ድሕሪ ዘይተሓ ምሕዝነት ማለት ኣተሓሳስባ ኣተሓሳስባኻ ሕጂ ኣብዚ ይቕየር ኦኬ ካብቲ ኣፃውታኻ እቶም ቆልዑት እንዳተፃወቱ ዝመስለና ከመይ እንታይ ግበር እንታይ ክገብሩ ከም ዘሎ ኣበይ ዝሓይሽ ከመይ ተግበሮ እንታይ ይኸውን እዚ ኣብዚ ለውጢ ኣሎ ስለዚ ምስ ንዓኻ ድመስለካ ከመይም ድቅኻ ክቅየሩ ትደልዮም ናይ እንታይ ዓይነት ናይ ኤርትራውያን ድም ናይ ምንታይ ኣብቲ ዝደለኻዮ ድሕን ውዒል ኣውዒልካዮም ሓንጎሎም ኦቶማቲክሊ ኣብኡ ይቀየር ዓብዪ ታራ ኣላታ እዚኣ ቋንቋ ቋንቋ ኢለክም ቅድሚ ሕጂ ብዙሕ ዓይነት ቋንቋታት ክዛረብ ኣቦ ድሕን ዓረብ ድዛረብ ኮይኑ ኣደ ድሕን ትግርኛ ትዛረብ ኮይና እቶም ቆልዑት ጓላ ሓዋዊስካ ድሕን ተዛሪብካ እፈልጥ እዮም ኣቦይ ብዓረብ ይዛረብ ኣደይ ብትግርኛ እያ ትዛረብ እፈልጡ እዮም ዋላ ካብ ንእሽቶም ስለዚ ዋላ ሰለስተ ቋንቋ ሒዞም ክዓብ ይኽእሉ እዮም ጥራሕ ኦፐን ስታይል ስታይል ብጣዕሚ ኣገዳሲት እያ ነጊሮኩም እየ ድሕን ክፃወቱ ገዲፍካዮም ክክደኑ ዋላ ገለመታት ከማን ኣብኡ ከለካ ክትፈልጦም ፅፈት ኣካድድኖም ከመ ብንሽቶም ክትፈልጦም ትኽእል ኢኻ ድሕን ተሓጋጊዝናዮም ከዓ ፅቡቅ እዩ ኦኬ ይብል ማለት እዩ ኦኬ ፊዚካል ኢሞሽናል ሶሻል ሶሻል ኦኮግነቲቭ ሕጂ ፊዚካል ናይ ነብሶም ኢሞሽናል ስምዒታቶም እዚ ኩሉ ድሕን ተዋሒስሎም ስምዒታቶም ከዓኒ ወይ ሓራቓት ኣይኮኑን ወይ ቀልጢፎም ድበኽዩ ኣይኮኑን ባላንስ ባላንስ ሰባት ይኾኑ ኦኬ ሶሻል ከዓኒ ሰብ ድሕሪ መፅኡ ውሽጢ ኣትዮም ኣይዕፀውን ሃለው ኢሎም ይዛረቡ ይዕልሉ ምስቶም ቆልዑት ሽግር የብሎምን ምሽ ምስ ዝኾነ ድመፀ ትሕቁፍ ሽግር ኣለዎ ግን ካብ መሓዝኦም ፃወቱ ከይፈርሑ ክኾኑ እዮም ኮግነቲክ ኣተሓሳስቦኦም ንፁሩን ፅሩይ ንኸውን እዚ ዝተፈቐረ ስኪዝሚ ዝተፈቐረ ቆልዓ እዩ ኦኬ ኩልና ኣቆልዑት ኢና ዋላ ንዕበ ኣቆልዑት ኢና ምክንያቱ ካብቲ ናይ ቁልዕነትና ኦፕሬት ስለ ንገብር ኦኬ ስለዚ እዚ ዓብ ኣተዓባብያ ቆልዓ ስጋብ ሕጂ ከምዝን ከምዝን ይክብልዎ ዘይክእሉ ምክንያቱ ኣይክእሉን እዮም ኣይከኣልን እዩ ምክንያቱ ንሕና ስፔሻል በበይንና ዓይነት ዝመፃና ነናትና ስተጅ ዘለና እዩ ግን በቲ ዝዓበናሉ ሂወትና ሙሉእ ስለ ንነብር ኣብቲ ተዓባብያና ክዕረ ክኽእል ኣለዎ ደቅና ከዓኒ ፅቡቅ ኣትኪልናዮም ክንከይድ ደስ ይብል እዩ ኦኬ ኣተሓሳስባ ላንጎጅ ኦኬ ቋንቋ ቋንቋ ከዓኒ ምስቶም መሓዝቶም ድሕን ተሓዋዊሶም እዮም ዝኾነ ዓይነት ቋንቋ ቀልጢፎም ክፈልጡ ዝኽእሉ ኤንድ እዚኣ ስታይል ማለ ኤስቴቲክ ዲቨሎፕመንት ከዓኒ እዛ ናይ ስታይል ስታይል ዓባይ እስኪ ዓባይ ታራ ኣላታ ሕጂ ንኣብነት ወዲ ናይ ወዲ ስታይል ድዩ ክሕዝ ናይ ምንታይ እዩ ድሕዝ ጓል ናይ ጓል ስታይል ድያ ክትሕዝ ዋላ ናይ ምንታይ ኣብኡ ከማን ደቅካ ከተላልዮም ትኽእል ኢኻ ክትኣልዮም ትኽእል ኢኻ ንማለት እዩ እቲ ብጣዕሚ ኢምፖርት እቲ ኣገዳሲ ምዕባለ ኣካላት ስምዒት ምሕዝነት ቋንቋ ኣተሓሳስባ ስታይል ስታይል ታዘዛረብኩ እያ ምክንያቱ ድሕን ስምዒትካ ተጎድአ ኮይኑ ዓብዩ ምስ ሰብ ስምዒትካ ትቆፃፀር ኣይትኽነ ወይ ሓራቕ ትኸውን ወይ ቫርነብል በኻይ ትኸውን ወይ ክትረዳዳእስ ኣይትኽእልን ኢኻ ምክንያቱ እቲ ናይ ቁልዕነትካ ሒዙካ ስለ ዘሎ ማለት እዩ ኦኬ እዚኣ ምፅዳቕ ኢልናያ ኢና ኦኬ እንደይ ተዛሪበ ኦኬ ክቐልጥፍ ኣለኒ ማለት እዩ ስፖርት መታን ኣብዚ ተዳለና እስኪ ስፖርት መታን ኣብ ዘይተደለየ ነገር ከይንኣቱ ስፖርት ዝመሃሩ ይነጊረኩም እየ እንደገና ክደግሞ እየ ማለት ስፖርት ዝመሃሩ ኣብ ዘይኮነ ኣብ ሴክስ ኣብ ሓሽሽ ኣብ ገለ መለ ከይኣቱ ስፖርት ምክንያቱ ስፖርት ድሕን ገይሮም እቲ ሓይሎም በርን የንድድዎ ይነድድ ሽዕኡ ፅቡቅ ኸውን ጥዕንኦም ኣብ ዘይተደለየ ኣካየድ ኣብቲ ዘድልዮም ኣብ መጽናዕቶም ድዮም ኣብ ገደመለ ይጽመዱ ማለት እዩ ኦኬ ብጣዕሚ ምግቢ እንታይ ይበልዑ ከዓኒ ብጣዕሚ ኢምፖርት ኣገዳሲ እዩ ዝኾነ ፕሮሰስ ፉድ ድሕን በሊዖም ይርብሾም እዩ ዋላ ክትቆጽዖም ከማን ኣይትኽእልን ኢኻ እዚ በዓል ኮካ ብዙሕ ሽኮር እዩ ዘለዎ እዚ በዓል ብሽኮቲ ዘይትፈልጦ ኣብ ገዛ ድሕን ተሰሪሑ ምናልባት ንፈልጦ ንኸውን ኢና ኣብ ደገ ተሰርሐ ግን ብሕልፊ እዚ ሕሱር ማዓት ሽኮር እዩ ደለዎ ፃዕዳ ባኒ ብጣዕሚ ፅቡቅ ኣይኮነን ኦኬ ክትዛረቦም ክትዛረቦም ክትደርፈሎም ኣለካ ኦኬ ዓይኖም እንዳረኣኻ ዋላ ከማለይ ኣብ ዝኾነ ሰዓት ንውላድካ ዓይኑ እንዳረኣኻ ፈትወካ እያ ክትብሎ ብጣዕሚ ፅቡቅ እዩ እዚ ከምዚ መርፍእ ጌርካ ውግእ ተብሎ ፍቅሪ ከምኣ እያ ኦኬ እዚ ፕራክቲስ ክንገብሮ ሓደ ሓንቲ ናተይ ክላየንት እንድያ ብንእሽተ ነታ ጓላ ወሊዳታ ብንእሽተ ዓብ ድኽነት መዓት ውግእ ገለ መልታት በዛ ኣፍሪቃ እያ ሕጂ እታ ጓላ ዓብያ እያ ዳርጋ ማዕረኤን ሕጅስ እፈትወኪ እየ ክትብላ ቀሪባ ክትዛረባ ገለ መልታስ ብፍፁም ኣይትኽእልን እያ ሕጂ ኣይትፈልጥን ኔራ ንምንታይ ከምኡ ሕጂ እስኺ ስለ ድሕን ደይብልክስ ከመይ ጌርኪ ደኣ ክትህቢ ኢኺ ምስ በልክዋ ብብሓት ክህባው ደልያ ስለዚ ንደቅና ክንህቦም ክንክእል ኣለና ድሕን ሂብናዮም ኣለዎም ክህብዎ ኦኬ ክጥቅሙ ድሕን ደይሃብናዮም ክፈልጦ ኣይኮነም ስለዚ ክንህቦም ክንክእል ኣለና ዘለና ፀፅቦ ንደቅና ክንህቦም ክንክእል ኣለና ኦኬ ክትዛረቡ ክትዛረቦም ክደርፈሎም ዓይኖም እንዳረኣኻ እፈትወካ እፈትወኪ ገልመታት ክትብሎም ኣለካ ከይበዝሐ ግን ክትብሎም ኣለካ ኦኬ ክትኣምን ኣለካ ኣምሹር ደቅና ንፈቱ ኢና ግን ኣወሃህባ ክንህቦም ከዓ ኣለና ካብቲ ኣብ ፅቡቅ ቦታታት ከዓኒ ከነርእዮም ከነኹርዖም ክንክእል ኣለና እንተ ደኣ ክኢልና ማለት እዩ ኦኬ ንነብሶም ንኻልኦት ንነብሶምን ንኻልኦትን ክኽብሩ ከኣ ክመሃሩ ክኽእሉ ኣለዎም። ሰብ ክዳፈሩ የብሎምን፣ ስርዓት ክገብሩሎም፣ ዓበይቲ ከኽብሩሎም፣ እቲ ናትና ቫልዩ ዝነበረና ድሕን ተማሂሮሞ ንነዊሕ እንታይ ይበሃል ክብለሎም እዩ። ሕጂ ብብዝሒ ኣብ ኤርትራ ዓይኖ እንዳተረኣኻ ኣይዝረብን እዩ። ግን ኣብ ካልእ ሃገር ድሕን ዓይኒ እንዳተረኣኻ ደይተዛረብካ ብሕልፊ ኣብ ኤሮጳ ዓይኖም እንዳ ተረኣኣኻ ድሕን ደይ ተዛረብካ ከም ዝስኻ ዘጥፋእካ ኮይኑ እዩ ዝስምዖም ከም ዝስኻ ዝጸያእካ ኮይኑ እዩ ዝስምዖም ስለዚ ዓይኒ እንዳ ተረኣኣኻ ምባል ከማን ጥቕሚ ኣለዎ ምክንያቱ ሶል ምስ ሶል ክትሕሱም ኣይትኽእልን ኢኻ ሶል ምስ ሶል ስለ ዝጋጠም ብዓይኒ ስለ ዘሎ እቶም ሃይማኖት ትፈልጡ እዚኣ ነገር እዚኣ ትፈልጥዋ ትኾኑ ኢኹም ታሪኽኩም ታሪኽ ታሪኽ ናይ ኣቦታቶም ታሪኽም ስኪዝሚ ታሪኽ ናይ ኣቦታቶም ጸጽቡቑኻ ክንገር ክኽእሉ ኣለዉ ክንገሩ ክኽእሉ ኣለዎም ይግቦም እዩ ክነገሩ ክኽእሉ ኣለዎም ኦኬ ቅርስታቶም እንዳገለፅካ ክትነግሮም ከለካ እዚ ፍናንን ብሎንጊ ናይ እዚኦም እየ ድብል ከዓኒ ፅቡቅ ስምዒታት ክፈጥረሎም ክፈጥረሎም ይኽእል እዩ ብዙሓት ሰባት ናይ ኤሮጳ ጥራሕ ዝደልያ ኮይና ግን ናትካ ድመስልዎ የለን ናቶም ድሕን መሊኡ ልቦም እዩ ዝመልኣሎም ኦኬ ብሎንጊን ዝብልዎ እሱ እዩ እቲ ማስሎ ዝብሎ ኦኬ ታሪኾም ኢለ ንግሆ ተንሲኦም ተተኻኢሉ ድሕን ግዜ ኣሎ ማለት እዩ ንግሆ ምስ ተስኡ ናይ መጀመርታ መዓልቶም እሳ ከዓ ስለ ተውዕሎ ኦኬ ክንገሩ ክኽእሉ ኣለዎም ንጎ ተንሲኦም ሕጉሳትን ስድራ ሕጉሳት ስድራ ከም ደሎም ከም ተፍቅሮም ከዓ ክትነግሮም ኣለካ እቲ ስድራ ከዓ ሕጉስ ክኸውን ኣለዎ ድሕን ሽግር ኣለዎም ተፈልዮም በይኖም ቶም ቆልዑ ዘይብሉ ክዛረቡ ክኸእሉ ኣሎ ካብ ኮንትሮል ተደኣ ወጺኡ ወላ ሓንቲ ክትገብር ኣይከኣልን ኢኻ ግን ብዝከኣለካ መጠን ማለሲ ንክልቲኦም ሓደ ሓደ ሰባት ኣሎ ኣድቫንተጅ ዝወስዱ ቆልዓ ስለ ዘሎ ክጽይቅ ክኽእሉ ግን ወይ ከዓኒ ተን ኣንስቲ ኹና ዋላ ተንገልን ኖ ግን ንሕና ዓበይቲ ስለ ዝኾንና ናይ ዓበይቲ ስራሕ ክንሰርሕ ክንከል ኣለና እቶም ቆልዑት ምስ ከዱ ብፅቡቅ ክንብላ እቶም ቆልዑት እቲ ድሕነ ደፈላለየካ ነገራት ምዝራብ ማለት እዩ ሚቲን ትገብር ድሕን ዓብዮም ከምቲ ኣኮርዲን እቲ ዕድሚኦም ብሕልቲ ስጋዕ ሸሞንተ ትሽዓተ ዓሰርተ ዝገብሩ ብዙሕ ግዜ ስለ ዝጭነቑ ኣቦይ ክመውት እዩ ኣደይ ክትመውት እያ እንታይ ክኸውን እየ ከምኡ ዝብል ሓሳባት ይመፀም እዩ ሕጂ ድሕን ተባኢስካ ርኢኻ ነቲ ድሓስብዎ የጋድደሎም እዩ ሴኪሪቲ ናይዚኦም እየ ፅቡቅ ስምዒታት ክስምዖ ማእታት እስኻ ድሕን ተፋቂርካ ኣለኻ ኦ እቲ ዝሓስቦ ደለኹ ባ ፋልሶ እዩ እቲ ደሎ መሬት ከምዚ እዩ ሕጂ ዋላ ኣብ ትምህርቶም ከማ ብዙሕ ነገራት እዮም ዝዛረብዎም ሕጂ ከም ምልእ ኮንካ ክትነግሮም ኣለካ ሕጂ ሓደ መዓልቲ ስጓለይ መፅያ እሽተይ ከላ ትብለንስ ማማ ኢላትኒ ሕጂ ሎሚ ሰራዓ ክመፅእ ሰራዓ ክመፅእ ገዛና ኢላትኒ ኣነ ከዓ ኢለሲ ሃው ክንዲ ከመይ ገይሩ ክፈልጦ ኣብቲ ትምህርቲ ስከምኡ ብለና ነ እሞ ዳ ከመይ ዳ ምስኪና ክጠፍእ እዩ ገዛና ክመፅእ ክሰርቀና እዚ ኩሉ ማዕፆታት ዳ ከመይ ገይሩ ከላሊ እየስ ኦማይ ማ እወ ሓቂ ክኢኻ ኣደይ ገለበንታት ኢላትኒ ስለዚ ዕፁ ዕፁ ደይ ምባል ኤክስፕሎር ምግባር ኤክስፕሎር ምግባር እዚኣ ከመይ ዘኪራ ይፈልጥን ንእሽተይ ነይራ ኣብቲ ግዜ ትስ ክንደይ ነይራ ዮ ማይጋድ ኣርባዕተ ደ ነይራ ሓሙሽተ ሽዑ ደኣተወትሉ እንታይ ይበሃል እየ ኤኒወይ ንኮተንሲኦም ከም ሕጉሳ ኮነ ኦኬ ክመፅእ ክመፁ ከለዉ ፈቃራት ፍቁራት እስኪ ፈቃራት ምዃኖም ኦኬ ክወፁ ከለዉ ንደገ ክኸዱ ከለዉ ኦኬ ንሳቶም ፈቃራትን እቲ መዓልቶም ከዓ ፈቃር መዓልቲ ከምዝኾነሎምሲ ከተእምኖም ክትክእል ኣለካ ሕጂ ብሩኽ መዓልቲ ግበረልካ ኢለን መሪኣን እየን ኣብ ዓድና ዝሰደኻ ኦኬ እዚ ትፈልጥዎ ኢኹም ኤክስፔሪንስ ኣለኩም ዝተዛረብኩም ብቐለም ዝረገፅኩም ለምለም ኮራራራራ ኢኻ ትበሃል ኦኬ ልዕሊ ኩሉ ሕደር ከም ጠስሚ ጠስሚ ኢያ ነይራታ ዝለዓለ ሽዑ ሕጂ ዝብሉ ማይዶ ገለ በልኦም ግን ብለስ ደም ብለስ ደም ብሬዝ ግበርኦም ብለስ ግበርኦም እስኹም ሽኮሪናታት ንስኻትክን ፅቡቃት ኢኽን ፅቡቅ መዓልቲ ግበራልክን መዓልትኽን በዓልኽን ስርሖኦ ፓራራራ ከምኡ በለ ሓቂ ኢኻ ኦኬ ኤኒዌይ ምንጋሮም ምምስጋንን ፅቡቅ እዩ ንጎ ምስ ተስኡ ድሕን ጸሎት ናይ ጸሎት ቦታ ኣሎ ድሕን ትጽልያ ኮንኩን ዋላ ድሕን ደለ ዋላ ኣብቲ ዓራት ከለዉ ሓቂፍካዮም ከማነይ ተመስገን ፈጣሪ ጽቡቕ ንግሆ ሎማዕቲ ጽቡቕ ማዕቲ ክንውዕል ኢና ከምዚ ኣለኒ ከምዚ ኣለኒ ኢልካ ተውፅኦም ማለት እዩ ከኸዱ ከሎስ ተሓጒሶም ክወፁ ነቲ ደገ ነቲ መዓልቶም ሲ ቢዩቲፉል መዓልቲ ገለ ነገር እዮም ክዕወቱ እዮም ዝኸዱ ዘለዉ ገለ ዓይነት ክስምዖም ክኽእል ኣለዎ ደቂ ነጋ ዝፈትወኩም እየ ደኻ ኢለኩም ፈትወኩም እየ ፈትወኩም እየ ፈትወኩም እየ ደቂ ነጋውስ ኦኬ መዓልቲ መዓልቶም ሕጉስ መዓልቲ ክገብረሎም ምምሃር እቲ መዓልቶም ከዓ ንሳቶም ምዃኑ ኮንትሮል ዝገብሩ ሓደ ሰብ ክሕርቆም ዕድል እንዳዓበዩ እንዳዓበዩ እንዳዓበዩ ምስ ከዱ ከምቲ ናታቶም ኣረዳድኣ ሓደ ሰብ ብደገ ንዕኦም ክሕርቆም ዲስተርብ ክገብሮም ክፍ- ከ- ክፍቅዱ ከም ዘይብሎም ንሳቶም እዮም ወነንቲ ናይ ሓንጎሎም ወነንቲ ናታቶም ካብ ንግህኡ ክትብልሎም ክ- ክተእትውሎም ክትክእሉ ኣለኩም ኦኬ ብዙሕ ፕሮፓጋንዳ ኣበራራር ዘይኮነ ብንእሽተይ ብንእሽተይ ከምዛ ናይዛ ጓለይ ዝበልኩኹም ናይዛ ክስታይ ከምኡታት ዓይነት ንስኻትክን ትፈልጣ ኢኽን ፅቡቅ ጌርክን ትግርኛኹም ብዙሕ ቋንቋ ኣለክን ዋላ ንስኹም ከማና ተል እሳትኩም ትኽእሉ ዝያዳ ግን ብዝከኣለኩም መጠንሲ መዓልቲ ሓድሽ መዓልቲ ሓድሽ መዓልቲ ኢኻ ንሕሱ የለኹን ሓቂ ሓቂ እዩ ከዓ ሓድሽ መዓልቲ ባዕልኻ ኢኻ እታ መዓልትኻ ትገብራ እሞ እሳቶም ከዓ ብፁዋት ኦኬ ኣብ ቆልዑት ክንገሩ ክኸሉ ኣለዎም ክነብርዎ ክኸሉ ኣለዎም ኦኬ ስድርኦም ኦኬ ስድርኦም ሓያላት ምዃኖም ምግላፅ እስኪ ምግላፅ ዘፍርሖም ከምዘየለ ክፈልጡ ክኽእለዎ እሳቶም ኣነ ክዓቢ ኣቦይ ሱፐርማን ኮይኑ ይስምዓኒ ነይሩ ሓቂ ኢኻ ሂወዝ ጉድ ሕጂ ማለሲ ከምኡ ናተይ ሂሮሱ ናተይ ኩሉ ነገር ሕጂ እቲ ንሕና ከዓኒ ንደቅናሲ ከምኡ ክንከውን ኣለና ኣቦይ ክገብሮ እንድዩ ኣደይ ክትገብሮ እንድያ ሱፐር ሱፐር ከም ዝኾንኩምሲ ክፈልጥኹም ክኽእሉ ኣሎ ክስምዖም ከምኡ ውሕስነት ኣቦይ ክሓልፈለይ ኣደይ ክትሓልፈለይ ኣቦይ ኣሎ እንዳ ኣደይ ኣሎ ዝብል ዓይነት ስምዒታት ክህልዎም ክኽእል ኣለዎ ኦኬ ድኽመት ክረአ ከም ደይብሉ ምክንያቱ ምስ ዓበዩ ተፈለጡ ሽግር ኣይኮነን ኦኬ በቲ ንእሽነቶም ግን እዚ ነገር ዓይነት ክስምዖም ውሕስነት ክስምዖም ክኽእል ኣለዎ ካብ መሳቶም ከይተርፉ ማለታን ኦኬ ዘፈራርሕዎም ተለዉ ክጥየቑ ኣብ ትምህርቲ ይኹን ኣብ ቤት ፀሎት ይኹን ኣብ ስፖርት ይኹን ኣብ ገለ ደፈራርሕዎም ቡሊን ኣሎ ኣብዚ ዓዲ ድሕር ብሕልፊ ኣብዚ ዓሰርተ ክልተ ዓመት ዓሰርተ ኣርባዕተ ዓመት ዓሰርተ ሰለ ኣብቲ ግዜ እቲ መዓት ቡሊን ኣሎ ኦኬ ብጣዕሚ ብዝኾነ ዋላ ድሕን ፅቡቅ ተኸዲንካ ዋላ ሕማቅ ድሕን ተኸዲንካ ዋላ ድሕን ገለ ጌርካ ድሕ- እሶም እኮ ሓደ ሓደ ሰባት ኣሎ ኣብ ገዝኦም ዘይሕጉሳት ኦኬ ኣብቲ ደገ ክ- ከምዚታት ዝፈጥሩ ነዚኦም ዓይነት ዘቲ ምስ ሰባት ክሕወስዎም ከም ደይብሎም ግን ደቅኻ ከኣ ክትሪኦም ክትክእል ኣለካ ኦኬ ምክንያቱ ፈቲና ጸሊና ወጻተኛታት ኢና ኤርትራውያን ፍልይ ዝበልና ኢና ክንጥንቀቕ ክንክእል ኣለና ኦኬ ደቅኻ ክረኣዩ ወይ ክጭነቑ የብሎምን ኦኬ ክትሓቶም ክትክእል ኣለካ ክትፈልጥ ክትክእል ኣለካ ጅብኦም ክረኣ ክኽእል ኣለዎ ኣብ ጅቦም እንታይ ኣሎ ኦኬ ዝፅሕፍዎ ነገራት ከማነይ ክረኣ ክኽእል ኣለዎ ወረቃቅቶ ምክንያቱ ኣብኡ ፅሑፍ እዮም ናታቶም ስምዒታቶም ሓንሳብ ሓንሳብ ኦኬ ሓንሳብ ሓንሳብ ከዓ ኣብ ጅቦም እንታይ እንታይ ኣሎ ከዓ ክፍለጥ ክኽእል ኣሎ ደቅና ባዕልና ካብ መጀመርታ ሴፍ ክንገብሮም ክንክእል ኣለና እግዚኣብሔር ሴፍ ይግበረልካ ዋላ ዓብዪ ዓብዪ ሰብ ዋላ ዩኒቨርስቲ ኣትዩ ገለምታ ሰባት ከማነይ ጌጋ ዝኸዱ ሰባት ኣለዉ ግን ስቲል እቲ ብፅቡቅ ጌርካ ድሕን ሒዝካዮም ኣብታ ብንሽትኦም ዋላ ድኣ ድኾነ ይግበሩ ኣብታ ቦትኦም እዮም ዝምለሱ ኦኬ ደቂ ደጋውስ ኦኬ እዚ ቀልዓ ቆልዓ ቀፃሊ ኣተሓሕዛ ክትተሓሕዝ ኣለዎ ቆልዓ ቀፃሊ ኣተሓሕዛ ክትክተ ቀፃሊ ቀፃሊ ክተኻኸል ኣለዎ ኦኬ ሕጂ ንኣምነት ኦኬ ኩሉ ቆልዓ ሓቂ ኣለዎ ምግቢ ኦኬ ማይ ገለምታ ሕጂ ንኣምነት ኦኬ ሎም መዓልቲ ተቆርሶ ፅባሕ ኣድጎ ከይቆረስካ ኪድ ክትብሎ የብልካ ንቲ ቆልዓ ዋላ ትንኣስ ዋላ ትዕበ ክቆርስ ክኽእል ኣለዎ ክኸይድ ከለዎ ምስ ሑፍቲ ሰዓቱ ድራሩ ሰዓቱ ድቃሱ ሰዓቱ ንስኻ ሰላም ትረክብ ንሱ እቲ ቆልዓ ከማን ሰላም ረክብ እዚ ሩቲን ቀፃሊ ክኾና ሓደ ዓይነት ክኾና ይብሎ ክትለዋውጠሉ ኣለካ ምግቡ ዶ ገለመለ ገለመለ ይብል ሃውኤቨር ግን ኣብታ ሰዓቱ ክወሃብ ክኽእል ኣለዎ ኦኬ ኣብ መንጎ ገለመለ ዚ ኣብ ሰዓቱ ኣብ ሰዓቱ ሽዑ ጥርኑፍ ጥርኑፍ ከብዲ ህልዎ ጥርኑፍ ጥዕና ህልዎ ኣብ ሰዓቱ ክኸውን ኣለዎ ኦኬ ቁርሱ ኣብቲ ሰዓቱ ማሕሳ ኣብቲ ሰዓቱ ድራር ኣብ ሰዓቱ ኣርባዕተ ነጥቢ እዚ ናይ ኣብ መንጎ እዚ ክብጣም ገለመለ ገለመለ ኣይ ቲንክ ሰልፊ ዲስፕሊን ነብስና የድልየና እዩ ከምኡ ኢና ዓቢና ከምኡ ኢኻ ጥዕና ዝፈጥር ኦኬ ባላንስ ዳየት ክኸውን ኣለዎ ግን እሱካ ኣብታ ሰዓታ ኮፍ ኢሎም በልዑ ምስ ተሓፅበ ኣርባዕተ ነጥቢ ተሓፂቡ ከምኡ ድሕን ጌርካ ዓቢኻ እቲ ቆልዓ ሴኪሪቲ ስምዖ ብዙሕ ነገራት ጥቕምታት ኣለዎ ሩቲን ፅቡቕ እዩ ብጣዕሚ ፅቡቕ እዩ ፈትንኦ ድሕን መሲልልክ ምሽ ሕጂ ድሓነ ድሕራ ይበልዕ ገለ ኖ ክበልዕ ክኽእል ኣለዎ ክትበልዕ ከላ ክበልዑ ኣለዎም ዋላ ንዓኻ ከማነ ከምኡ እዩ ፅቡቅ ሰዓታት ክህልወካ ኦኬ ርእሲ ተኣማመንነት ኦኬ እዚኣ ማለት እዩ እዚኣ ሰልፊ ስቲም እዚ ኩሉ ድሕን ተዋህሰ ርእሲ ተኣማመንነት ዘለዎም ፍሩያት ኣብ ዓለም ይፈርዩ ኦኬ እዚታት ድሕን ኣዳኺምካዮም ልቺ የለ ማይ የለ ምግቢ የለ ምግቢ ውግእ ኣሎ ገለመለ ርእሲ ተኣማመንነት የለ ውሕስ ሰብ ኣይተፍርን ኣብዚ ዓዲ ንቆልዑ ዝሕግዙ ውሕሳት ህዝቢ ክፈጥሩ ስለ ዝደለዩ እዮም ኦኬ ከምኡ ኣብ ዓለም ኣብ ዓለም ውሑስ ደፍሪ ገለ ዘምፅእ ቁም ነገር ዝገብር ኦኬ ኮንሲመር ጥራሕ ዘይኮነ ዝህብ ከዓኒ ክኸውን እዮም ዝፅዕሩ ኦኬ ብምሓዝ ብምሓዙቶም ከዕልሉ ከለዉ ፅን ኢልካ ምስማዕ መሓዝቶም ከዕልሉ ከለዉ ሓንሳብ ሓንሳብ ብናታቶም ስለ ዘዕልሉ ፅን ኢልካ ክስማዕ ክኾን ኣሎ ከምዚ ትበል ከምዚ ኖ ኖ ኖ ኖ ኖ ፅን ኢልካ ክስማዕ ኣሎ እንታይ እዩ ዝብል ዘሎ ውላደይ እንታይ እያ ትብል ዘላ ውላደይ ኦኬ እንታይ እያ ትኸውን ደላ እንታይ እዩ ስሒብዋ ደሎ ወይ ጸሊኣቶ ደላ ወይ ከዓ እንታይ እዩ ኢልካ ኣብኡታት ኣብኡታት ድሕን ጽቡቅ ጌርና ሰሚዕና ፍትሒ ከማን ክንረኽበሉ ንኽእል ኢና ነቲ ናይ ደቅና ከዓ እንታይ ሓስቡ ኣበይ ይውዕሉ እንታይ ኩነታቶም ክንፈልጥ ንኽእል ኢና ሕጂ ፅን ኢልካ ክስምዑ ክኽእሉ ኣለዎም ድልየቶም ክዛሩ ኣብ ገዝኦም ድልየቶም ክገብሩ ክኽእሉ ኣለዎም ኦኬ ኣይተፅምመኒ ከምዚ ትግበር ገለመታት ኖኖኖኖ ንስኻ ክትርሕቀሎም ክትክእል ኣለኻ ሰላም ሴፍ ድሕን ዘይጉድኡ ነብሶም ኮይኖም ድልቶም ኣብ ገዝኦም ክገብሩ ክኽእሎ ምክንያቱ ኣብቲ ደገ ቀሊል መዓልቲ ይኮኑን ዝውዕሉ ቆልዑት እንዲዮም እንታይ ኖኖኖኖ ካብ ዓበይቲ ንላዕሊ ንሳቶም ፀቕጢ ኣለዎም ኦኬ ንዕኦም ከም ክመስሉ ንመሓዙቶም ኦኬ ንዕኦም ዝመስሉ መሓዙት ከተላልዮም ክትክእል ኣለካ ኦኬ ምክንያቱ ካብቲ ላይኖም ማእታን ከይወፁ ኦኬ ድሕን ካብ ላይንካ ወፂኻ ዘይኮነ ትሓስብ ኣብ ዘይክስታይካ ምስኦም ክትወዳደር ትኽእሎ ዲኻ ድሕን ዘይከኣልካዮ ከዓ ይውል ቢ ቡሊድ እንታይ ከይዱካ ምስ ናትካ ዝመስሎ ምስ ናትካ ዝመጣጠን ምስ ኩሉ ተሓወስ ኦኬ ግን ምስ ናትካ ዝማጣጠን ክኸውን ክኸል ኣለዎ ማታን ኣብ ደይቦልቦላን ዓይና ከይንኣቱ ኦኬ ንዕኦም ዝመስሉ መሓዙት ምልላይ ተላልዮም ማለት እዩ ማለት ድና ስጋ ብ ዓሰርተ ክልተ ዓሰርተ ሰለስተ ገለ ማለት ኣትሊት ክትቆፀፀሮም ትኽእል ኢኻ ግን ካብኡ ንኒኦ ከዓ ከም ክእለትካ ከም ምንትምታይ ኣክቲቭ ኢኻ ኦኬ እቲ ናታቶም ክትፃወተ ትኽእል ዲኻ እቲ ታራ ተደየሎ ስጋዕ ሽዑ ድሕን ከምኡ ጌርካ ሽግር ኣይኮነን ባዕላቶም ሽዑ ስለ ዝቅፅልዎ ማለት እዩ ደቅና እንታይ የሕጉሶምን የሕርቆምን ምልላይ ክንፈልጥ ክንክእል ኣለና ደቅና እንታይ የሕርቆም ናይዚ ግዜ ድዩ ናይ ፓስት ናይ ቀደም ክቅድሚ ናይ ምውላደም ድዩ ዋላ ናይዚ ድዩ ኣይንፈልጥ ዋ እዚ ቆልዓ ከመይ ዘምቲ ካበይ ምፅዎ ዝገርመን ደይ ምባል ጥራሕ ምልላይ እንታይ ድኾን ደሎ ውላደይ ኢልካ ምጥያቆም ምርግጋእ ምርግጋኦም ብሕልፊ ምርግጋእ ይዕበ ይንኣስ ቆልዓ ዝኾነ ኮይኑ ድሕን መፂእካ ከተረጋግኦ ክትክእል ኣለካ ነታ ደቂቅ ክረጋጋእ ክኽእል ኣለዎ ብዙሓት ሰባት ኣሎ ሕጂ ንኣብነት ፃቕጢ ገይሩና ገለ መለለን ዝቃዳደመ ኣብ ካልእ ነገር no ክራጋጋእ ክኸላል ኣጆኻ ውላደይ ዋላ ሓንቲ ነገር ኣይትኸውንን ኢኻ እዛ ነገር እዚኣ ከትሓልፍ እያ ጥራሕ ንዓ ንራጋጋእ ዋላ ሓንቲ ብዙሕ ሓሳብ ኣብ ዓለም ብዙሕ ሓሳብ እዩ ዝመፀና ናይ ስትረስ ገልማት እዩ ብዙሕ ሓሳብ እዩ ዝመፀና ኣብቲ ዝደለናዮ ኢና ንኸይድ እሞ እቲ ንደልዮ ሲ ፅቡቅ ደኣ ሕጂ ብዙሕ ሓሳባ ፅቡቅ ሕማቅ ኩሉ ነገር እዩ ድመፅእ ንሕና ፍርኩንሲ ኢና ቅድሚ ሕጂ ኣነ ነጊረኩም እዮም ሕጂ ሓንሳብ ሓንሳብ ሓሳባትና በቲ ናይ ደገ ጭንቀታት ኣብቲ ሕማቕ ሕማቕ ጥራሕ ምሽ ይኸይድ ሕጂ እንታይ መፂኒ ኢልካ ፓኒክ ትኾን ኖ ንስኻ ብምስሊ ፈጣሪ ከም ተሰርሕካ ፒዩር ቢን ምዃንካ ፈሊጥካ ኣብኡ ክትምለስ ክትክእል ኣለካ እዚ ኩሉ ድመፅእ ዘሎ ኣነ ኣይኮንኩን ኣነ ዝበለፅኩ ኢልካ ከተረጋግኦም ኣለካ እሳኻ ክትኣምን ኣለካ ንውላድካ ካ ከተእሙኖ ክትክእል ኣለካ ማእታን ከረጋጋእ ኦኬ እስኪ ደቅና እንታይ ይሕጉሶም ኢለ እየ ከም መሓዙቶም ክንከም ክንክእል ኣለና ክንፈርዶም የብል ዋ ከምኡ ይግበርኒ እዩ ኣታ ከምየ ኖ ኖ ኖ ኖ ኖ ከም መሓዝቶም ከነ መሓዝቶም ከምኡ ኣይብልዎም ሕጂ ከም መሓዝቶም ክንከውን ክንክእላ ሓደ ነገር ሪል እዚ ከምዚ ድልካ ኪሬስ ምስ ምሕታት ብዚ ካልእ ክንመጠን ኤኒወይ ከም መሓዝ ነቶም ኣዳትካ ነቶም ኣቦታትካ መሓዙቶም ምዃን ካብቶም ካብ ተመክሮኦም ስለ ዝመሃሩ ከዓ ንሽግራቶም ክንፈትሓሎም ቀልጢፍና ክንብል ኣይግባእን ኦኬ ምክንያቱ ብሕፍረ መጀመርታ ወለድካ ክኸውን ከሎ ኩሉ ነገር ክትገብረሉ ገለመለ ገለመለ ኢኻ ትደሊ ግን ድሕን ቴን ኡሲለን ዝብልወን ኣዴት ወይ እዚያስ ኡሲላቶም ቆልዑት ግን ፅቡቅ ወፂኦም ይበሃል ንምንታይ ትፈልጡ ምክንያቱ እሲላ ስለ ዝኮነ ዋላ ሓንቲ ትገብርኒ ባዕሎም ይገብሩ ባዕሎም ይምገሩ ባዕሎም ይነፍዑ ኦኬ ከምኡ እዩ ባህሊ ድሕን ሰሚዐ ክንትበልጣ ከምክን እታ ዲምስ ከም ገለ ኣጉንቶም ቆልዑ እሱ ክበል ፅቡቃን ንሕና ከዓ እዚ ኩሉ እንዳገበርናሎም ዝም ደቅና ገለበልታ ትብሉ ምክንያቱ ፅቡቅ ጌራት ኣቢላቶም ክትከውን ትኸእልያ ግን ዳሕራይ ባዕሎም ኦኬ ናትና ኣለና ናትና ፍልጠት ኣለና ኦኬ እቶም ዝውለዱ ከማን ካብቶም ዘለዉ ዝዓበዩ ብሰል ክኾኑ ይኽእሉ እዮም ስለዚ ቦታ ምሃብ ማለት እዩ ደቂ ነጋስ ኦኬ ደቅና ምስ ኦኬ ደቅና ምስ ሰብ ኣይንግደፎም ስጋብ ክዛረቡ ዝኽእሉ እንተ ደኣ ተኻኢሉ ደቅና ምስ ሰብ ኣይንግደፎም ስጋዕ ክዛረቡ ዝኽእሉ ምክንያቱ ብዙሓት ዓይነት ሰባት ስለ ዘለና ኣብዚ ዓለም የ እዚኣ ክንሰርሓላ ክንክእል ኣለና ኤርትራውያን መሳኪን እንዲና እዚኣ ነገር እዚኣ ግን ክንሰርሓላ ክንክእል ኣለና ኦኬ ስጋዕ ክዛረቡ ዝኽእሉ ደቂ ዳሚ ሰብ ክንገድፍ ኣይንኽእልና በይኖም ክንገድፎም ኣይንሃ ኣደ ውላዳ ባዕላ እያ ትሕዞ ኦኬ መጀመርታ ኣደ ኣደ ኣደ ኣደ ኦኬ ኣብ ዝኾነ ሰዓት ኣደ ኦኬ ሕጂ ኣዴታት ክቃለላ ክርኢ ከሎ ኣነ ገርመኒ እንዲኦም ጥዕና ኣለዎም ይባላ ገለ መጀመርታ ግን ኣደ ኣደይ ብጥቓ ውላዳ ስጋዕ እታ ዘይትኽእል ኦኬ ኣደ ኦኬ ኦኬ ተተቀይሩ ጠባዮም ተተቀይሩ ከዓ ኣስተብህለሎም ዘፍርሖም ነገራት ከዓ ኣርሕቀሎም ኦኬ ሕጂ እዚ ቆልዓ እንታይ እዩ ዝጭነቐኒ ደሎ ገለ መልታት ዘይምባል ውላደይ እንታይ ኮይኑ እንታይ እዩ ዘጨንቆ ደሎ እንታይ እዩ ዘይነገረኒ እንታይ ኣነ ዘይረኣኽዎ ደለኹ ነገር እንታይ እዩ ዝርብሾ ዘሎ ድርብሾ ዘሎ ከተርሕቆ ኣለካ ትቀለላ በይኑ ፈጢ ወሲድካ ክትሓቶ ክትቀለላ ካብ ወላዲ እንታይ ኮንካ እንታይ ኮንኪ እንታይ ዲስተርብ ዝገብረክ ደሎ ኣነ ንገርኒ ከይፈራሕኪ እዚታት ገለምታት ክብላ ኣሎ ምክንያቱ ብሕልፊ ድሕን ኣብ ስፖርት ዝኸዱ ኮይኖም ኣብ ሙዚቃ ዝኸዱ ኮይኖም ብዙሕ ግዜታት ድድንጉዩ ድሕን ኮይኖም ቸክ ክግበሩ ክኽእሉ ኣለዎም ዘም ቆልዑት ኦኬ ኦኬ ኣብ መኣዲ ኣብቲ ዘላኩም ግዜ ማለት እዩ ኣነ መኣዲ ኢለ ኣለኹ መኣዲ ገዛ ምስ መፁ ዓሰርተ ስጋብ ዓሰርተ ሓሙሽተ ደቂቅ ብመዓልቶም ክዛረቡ ኣሎ እታ እታ እታ ፋሚሊ ካ ፅን ኢላ ክትሰምዕ ክትክእል ኣለዋ ሕጂ ሚቲን ኩሉ ሰብ ዓሰርተ ደቂቅ ዛረብ ሽግር ኣይኮነን ኦኬ ሽዑ ሓደ እቲ መዓልቶም ከመይ ከም ዝነበረ ክብረት ከም ዘለዎም ይፈልጡ እታ ፋሚሊ ኦኬ ንናታት ብካ ዋላ ኣቦ ዋላ ኣዴ ዋላ እቴ መቆልዑት ኩሎም ይዛረቡ እቴም ካልኦት ኡስ ኢሎም ይሰምዑ ዳሕራይ ምስ ወደኤ ኮመንት ክትገብሩ ብፅቡቅ ኮመንት ትገብሩ ኦኬ ብፅቡቅ ኦኬ ሳሉ ዝበሃል ነገር ምሻሎ ክትመሓላልፍዎ ትደልዩን ፅብቕቲ ነገር ከዓ ጌርኩም ተመሓላልፍሉ እንተደየለ ጥራሕ ተዛሪቡ ከማኒ እኹል እዩ ኦኬ ዳሲ እዚ እዩ ክብል ኢለ ኣይ ቲንክ ወዲኤ ደቂ ነጋውስ እዚ ናይ ተኻልኣይ ናይ ቆልዑት ኣተዓባብያ እዩ ኣይ ሆፕ ጥቕሚ ክንረኽበሉ ፅቡቕ እዩ ጠቓሚ ኢለ ኣውፅኤ ዘለኹ ድሕን ኮመንት ኣለክም ናይዚ ኮመንት ኣብ ርእሲ ኻኒ ሸር ግበርዎ ዓሰርተ ሽሕ ክበፅሕ ቀሪበ ኣለኹ እዚኦም ሰብስክራይብ ዝገበሩ ፕሊዝ ሸር ግበርዎ ማታን ዓሰርተ ሽሕ ክብል ኣብ ርእሲ እዚ ፍልጠት እዚ ኸዓኒ ፋሕ ኣብልዎ ሰብ ክሰምዖ ሰብ ክመሃረሉ ሰብ ክጥቀመሉ ኣነ ብዙሕ ፍልጠት ኣለዎ እዚ ዘውፅኦ ኢለ ስለ ዝኣምን እየ ደውፅ እሞ ፕሊዝ ተጠቀሙሉ ዝወሃበ ስለ ዝወሃብ ከዓኒ ሃቡ ንሰባት ሸር ግበርዎ ኦኬ ታም ኣብ ግበሩለይ ኮመንት ሕጂ ንእሽተይ ንእሽተይ ኮመንት ዝመፀኒ ዘሎ ደይ ፅቡቅ ኮመንት ይመፅ ኣሎ ምክንያቱ ስለ ሓቂ ተዛረብኩ መብዛሕትና ሰባት ሓቂ የንፍትን ሓቂ ግን ዝመስሎ የለን ደቅና ከዓ ሓቂ ንምሃር ሓቀኛታት ክኾኑ ማእታን ኦፈ ኢሎም ክሓድሩ ኣቆልዑት ኮይኖም ኣብዚ ዓለም ክነብሩ ማለት እዩ እፈትወክመ ይፈትወክመ ይፈትወክመ ደቂ ደቃት ኣዘይ ብዕቤ ቻው